ንኣሜሪካ እትኣትወሉ ሓድሽ መንገዲ ትራምፕ ፈጢሩ ኣሎ። እንታይ ትሪኡ ኣለኹም በዚ ትመጽእ ዘላ ፕራይቬት ጀት? ሰለስተ ዜግነት ወይ ሰለስተ ፓስፖርት እዩ ዘለዎ ማለት እዩ። ሰላም ከመይ ትኾኑ ጋይስ ከዓ ፊሊን ሎማዓንቲ ካብ ዝተፈላለየ ትሕዝቶ ተመይትና ኣለና ከምቲ ልሙድ ኣገዳሲ ዝኾነ ሓበሬታ ነግረኩም እየ ሳብ መወዳእታ ምሳይ ፅንሑ ላይክ ምግባር ጀምርዋ let's go ሰዚ ጋዜጠኛ ሎሚ መዓልቲ ናይ መጀመርያ ሓበሬታና እውን ብዛዕባ ዙር ሩዋንዳ ይኸውን ዙር ሩዋንዳ ንሳልሳይ መድረኽ እውን ትማሊ ክካየድ ውዒሉ ኣሎ ማለት እዩ ጊልሞር ካኒ ንካልኣይ ተኸታታሊ ግዜ እዩ ተዓዋታይ ኮይኑ ኣሎ ማለት እዩ ካልኣይ መድረኽ እሱ ተዓዊቱ ነይሩ ሕጂ እውን እሱ ተዓዊቱ ኣሎ ማለት እዩ ኣውስትራልያዊ ተቐዳዳማይ ክለብ እስራኤል ፕሪምየር ቴክ ብራይድሊ ጊርሞን ሚእትን ዕስራን ሓደ ነጥቢ ሰለስተ ኪሎ ሜተር ዝሸፈነ ሳልሳይ መድረኽ ዙር ሩዋንዳ ደጊሙ ክዕወ- ክዕወተሉ ክኢሉ ኣሎ ማለት እዩ ኤርትራውያን ተቐዳደምቲ ዩኤል ሃብተኣብ ካብ ባይክ ኤድ ካልኣይ ደረጃ ሄኖክ ምሉ ብርሃን ካብ ሃገራዊት ጋንታ ኤርትራ ድማ ሳልሳይ ተርታ ብመሓዝ ስዒቦም እ፣ ደሚቖም ኣለዉ ማለት እዩ ብዘይካ እዚ ሃገራዊት ጋንታ ኤርትራ ንኣርባዕተ ጋንታታት እ፣ ሰጊራ ኣብ ሻድሻይ እ፣ ካብ ሻድሻይ ናብ ካልኣይ እ፣ ተርታ መፅያ ኣላ ማለት እዩ ፈረንሳዊ ተቐዳዳማይ ፋብየን ዶቢ ንብጫ ማልያ ዓቂብዎ ኣሎ። ሄኖክ ድማ ሓሙሽተ ደረጃታት ኣመሓይሹ ናብ ሓሙሻይ ደረጃ ደይቡ ኣሎ። ዩኤል ሃብተኣብ ከኣ ካብ መበል ዕስራን ሓደን ናብ መበል ዓስራይ ተርታ ደይቡ ኣሎ ማለት እዩ።

ነዚ ካርድ ክትገዝኦ ዝኽእል ሰብ እንድሕር ሃልዩ ክገዝኦ ይኽእል እዩ። ብወኻኒ ግሪን ካርድ ድዩ ብሓፈሻ እቲ ኣሎ ድበሃል ጥቕምታት ኢቨን ሲቲዝን ውን ክትከውን ትኽእል ኢኻ በቲ ጎልድ ካርድ ማለት እዩ። ምናልባት እዚ ጎልድ ካርድ ቅድሚ ሕጂ ነይሩ እዩ ወይ ይወሃብ ነይሩ እዩ ከምዚ ይሽየጥ ኣይኮነን ነይሩ ሕጂ ብሓሙሽተ ሚልዮን እዩ ዝሽየጥ ዘሎ ስለዚ ዝኾነ ይኹን ሃብታም ኣብ ዝኾነ ይኹን ክፍለ ዓለም ዘሎ ክገዝኦ ይኽእል እዩ እዩ ወጺኡ ዘሎ እቲ ሓበሬታ ማለት እዩ። ቅድሚ ሕጂ ግን ጎልድ ካርድ ዝወሃብ ኣዝዮም ስማርት ዝተባህሉ ወይ ዝኾነ ይኹን ፍሉይ ክእለት ዘለዎም በላሕቲ ወይ ከዓኒ ሃይ ኣይኪዩ ዘለዎም ሰባት ዝበሃሉ ኣብ ኣሜሪካ ዓብዪ ኣስተዋፅኦ ክህልዎም ይኽእል እዩ ተባሂሎም ዝወሃቡ ሰባት እውን ነይሮም እዮም ማለት እዩ ብሓፈሻ ነቲ ሃገር ክጠቕመዋ ዝኽእሉ ዝበሃሉ ሰባት ቅድሚ ሕጂ ዝወስድዎ ዝነበሩ ካርድ ኣብዚ ሕጂ እዋን ንመሸጣ ቀሪቡ ኣሎ ማለት እዩ። ዝኾነ ይኹን ሃብታም ሰብ ኢንቨስት ክገብር ዝኽእል ትካላት ክኸፍት ዝኽእል ኣብ ኣሜሪካ መፅዩ ሰራሕተኛታት ክቆፅር ዝኽእል ብዙሕ ታክስ እውን ክኸፍል ስለ ዝኾነ ብሓሙሽተ ሚሊዮን ንዕዳጋ ኣውሪዶም ኣለዎ ማለት እዩ እዛ ጎልድ ካርድ ትበሃል ማለት እዩ ስለዚ እስኪ ብዛዕባ እዚ እንታይ ርእይቶ ኣለኩም ካልእ ምናልባት ምስ ኣሜሪካ ዝተሓሓዝ ኣብ ዝሓለፈ ውሑዳት ሳምንታት ኣዋርሕ እውን ጀሚሩ ብዙሕ ናይ ኣየር ሓደጋታት ከም ዜና እውን ነጊረኩም ኣለኹ ብሓፈሻ ብዓለም ደረጃ ብዙሕ ናይ ኣየር ሓደጋታት ኣጋጢሙ ኣሎ ኣብዚ ውሕዳት መዓልትታት እውን ናይ ካናዳ ነጊረኩም ነይረ ስለዚ ብዙሕ ናይ ኣየር ሓደጋታት ኣጋጥሙ ኣሎ ኣብዚ ሕጂ እዋን ሰብ ኣየር ክስቀ ብጣዕሚ እዩ ዝፈርሕ ዘሎ ማለት እዩ ምክንያቱ እንታይ ብዘይተፈልጠ ብዙሕ ሓደጋታት የጋጥም ኣሎ ውሕዳት እዋናት ካብዛ ወርሒ ጀሚርካ ማለት እዩ ፋብሶም እዚ ከኣ ኣብ ቺካጎ ብፌብርዋሪ ዕስራን ሓሙሽተን ክልተ ሽሕን ዕስራን ሓሙሽተን ዘጋጠመ ማለት እዩ ሓንቲ ኣየር ናይ ህዝቢ ኣየር እያ ሕሰብዎ ኣማኢት ሰባት እያ ሒዛ ዘላ ክትዓልብ ኮላ ብቕድሚኣ ከኣ ካልእ ፕራይቬት ጄት ትሓልፈሉ መንገዲ ነይሩ ማለት እዩ ስለዚ ኦረዲ ክትዓልብ ኮላ ክልቲኤን ክራኸባ ዝኽእላሉ ወይ ከዓ ክራኸባ ዝኽእላሉ ኣጋጣሚ ተፈጢሩ ነይሩ እንተኾነ ግን ፓይሎት ብቕልጡፍ ግብረ መልሲ ስለ ዝገበረ፣ ኣማኢት ዝቑጸሩ ሰባት ሒዛ ዝነበረት ናይ ህዝቢ ኣየር ከድሕና ክኢሉ ኣሎ፣ ፓይሎት ማለት እዩ። እታ ቪድዮ ክርእየኩም። ከም ትሪእዋ ዘለኹም እዛ እትዓልብ ዘላ ኣየር እያ ማለት እዩ። እንታይ ትሪኡ ኣለኹም በዚ ትመጽእ ዘላ ፕራይቬት ጀት። ትሪእዋ ኣለኹም ካብ ርሑቕ I don't know ኣይረኣዮን ድዩ ወላ እንታይ ድበሃል ብዘይ ዝኾነ ይኹን ሽግር ስቕ ኢሉ እዩ ክመጽእ ጸኒሑ እዚ ግን ንዓኣ ምስ ረኣያ ሓፍ ኣቢልዋ ማለት እዩ ወይ ከኣ ክዓልብ ዝሓሰቦ ገዲፍዎ ማለት እዩ ስቕ ኢሉ እንተ ዝዓልብ ነይሩ ብዘይ ዝኾነ ይኹን ሽግር ክጋጨዋ ከም ዝኽእላ ፍሉጥ እዩ ነይሩ ማለት እዩ በዚ ከኣ ኣማኢት ሰባት ኣዛ ናይ ህዝቢ ኣየር ኣማኢት ሰባት እያ ጽዒና ነይራ ስለዚ ኣማኢት ሰባት ከድሕን ክኢሉ ኣሎ ስለዚ ብዘይ ዝኾነ ይኹን ሽግር ተመሊሱ ክዓልብ ክኢሉ ኣሎ ማለት እዩ እዛ ናይ ህዝቢ ኣየር ስለዚ ኣዝዩ ኣዝዩ ዝገርም ነገር እዩ ኣብዚ ዝሓለፈ ኣዋርሕ ጀሚሩ ዘጋጥም ዘሎ ናይ ኣየር ሽግራት ካብ ምንታይ ዘይተፈልጠ ብዙሕ ሓደጋታት እዩ ዘጋጥም ዘሎ ብኣየር ኣብ ኣሜሪካ ከይወፀና ብዛዕባ ኤለን ማስክ ኤለን ማስክ ከም ዝፍለጥ ሰለስተ ዜግነት እዩ ዘለዎ እቲ ቀዳማይ ሳውዝ ኣፍሪቃ እዩ ተወለደሉ እዩ ድሓር ከዓኒ ናብ ካናዳ ምስ ስድሩ መፅኡ ማለት እዩ ኣብ ካናዳ ከዓ ሲቲዝን ተዋሂቡ ድሕሪ ክንደይ ከዓኒ ናብ ኣሜሪካ ከይዱ ኣብ ኣሜሪካ ከዓኒ ሲቲዝን ኮይኑ ኣብ 2002 ማለት እዩ ስለዚ ሰለስተ ዜግነት ወይ ሰለስተ ፓስፖርት እዩ ዘለዎ ማለት እዩ ስለዚ እታ ናይ ካናዳ ሲቲዝን ግን ክሕደግ ኣለዎ ዝብል ሓደ ፔቲሽን ወይ ሓደ ናይ ፌርማ እንታይ ይበሃል ወፂኡ ኣሎ ፔቲሽን ወፂኡ ኣሎ ማለት እዩ ከም ዝፍለጥ ኤሎን ማስክ ካብ ዝሓለፈ ትራምፕ ካብ ዝምረፅ ኣትሒዙ ኣንፃር ካናዳ ዝገብሮ ዘሎ ወይ ካኒ ናይ ታክስ ምውሳኽ ክኸውን ይኽእል እዩ ብሓፈሻ ብዙሕ ኣንፃር ካናዳ ብዙሕ ሕማቕ ነገር እሰራሕ ኣሎ እዩ በዚ ከዓኒ ኣብ ህዝቢ ብዙሕ ተፀላእነት ኢቨን ምስ መንግስቲ እውን ቅድሚ ሕጂ ንጀስትን ትሩዶ ንስኻ መንግስቲ ኮንካን ወሪድካ ኢኻ ብምባል ካልእ ብሓፈሻ ኣንጻር ካናዳ ብዙሕ ነገር ዝሰርሕ ከም ዘሎ ፍለጥ እዩ ስለዚ ሓደ ፔቴሽን ወፂኡ ኣሎ ብዙሕ ካናዳውያን ዝፍርምሉ ዘለዎ ማለት እዩ እሱ ከዓኒ ዜግነቱ ናይ ካናዳ ዜግነቱ ንክሕደግ ማለት እዩ ድሕሪ እውን ኤለን ማስክ ድሕሪ 250 ሽሕ ዝኣኽሉ ሰባት ምስ ፈረምሉ ኣብ ትዊተር መልሲ ካብ ምሃብ ኣይተዓቀበን ማለት እዩ ካናዳ እኮ ሃገር ኣይኮነትን ምባል እዩ መልሲ ሂቡ መሊሱ ዘሕርቅ ማለት እዩ ወይ ከዓ መሊሱ ፌርማታት ዘብዝሕ መልሲ ሂቡ ማለት እዩ ኣብ ትዊተር ስለዚ ጋይስ ሎማዓንቲ ዝበልናዮ ሓበሬታታት ዝመስል ነይሩ ክሳብ ኔክስት መደብ ንራኸብ ሰላም